ኩሉ ግዜ ንምስጋኑ ኢና እንደሊ የሱስ ጎይታ እዩ ምክንያቱ ከነመስግንሲ ምክንያት ኣለና ንሕና ምክንያቱ ኩነታት ኣይኮነን ምክንያትና ገለ ኣይኮነን ምክንያትና ምክንያትና ምድሓና እዩ ምክንያትና ሲ ህይወት ስለ ዘለና እዩ ምክንያትና ሲ ኣብ ውሽጥና እግዚኣብሔር ህይወት ስለ ዘቐመጠ እዩ ስለዚ ካብኡ ዝተላዕለ እንታይ ክንገብር ኢና ንኣምላኽ ከነመስግን ኢና የሱስ ጎይታ እዩ ስለዚ በቃ ሎሚ መዓልቲ ብምስጋና ተመልኡ ሎሚ ብሓጎስ ብዕረፍቲ ናይ እግዚኣብሔር ዕረፍቲ ናይ እግዚኣብሔር ሰላም ናይ እግዚኣብሔር ህልውና ናይ እግዚኣብሔር ዕረፍቲ የሱስ ጎይታ እዩ ኣምላኽና ህያው እዩ እግዚኣብሔር ሎሚ ብቃሉ ገይሩ ንነፍሲ ወከፍና ክዛረበና ንቃሉ እንታይ ክንገብሮ ምክንያቱ እግዚኣብሔር ኩሉ ግዜ ክንሰምዖ ይደሊ እዩ የሱስ ጎይታ እዩ ሰሚዕና ድማ ምስ ህይወትና እንታይ ክንገብሮ ክነሰማምዖ ምስ ህይወትና ሲ እንታይ ክንገብሮ ነቲ ዝሰማዕናዮ ቃልሲ ምሳና እንታይ ክንገብሮ ክነሕብሮ ኢየሱስ ጎይታ እዩ ሽዑ ክጠቕመና እግዚኣብሔር ይኽእል እዩ ስለዚ ቃል ኣምላኽ እንታይ እዩ ቃል ኣምላኽ ኩሉ ግዜ ብርሃን እዩ ብቓልካ ጌርካ እንታይ ግበሮም እዩ ኢሉ ቀድሶም ዝቕድስ ኣምላኽ እዩ የሱስ ጎይታ እዩ ቃሉ ዝቕድስ ቃል እዩ ለዚ ሎም መዓልቲ እንካፈሎ ቃል ህያው ተስፋ ዝብል እዩ ህያው ተስፋ ዝብል እዩ ናትኩም ከዓ ክሳይ ክትቦ ትኽእሉ ኢኹም ኣነ ግን ህያው ተስፋ ኢሉ ኣለኹ ኢየሱስ ጎይታ እዩ ንሕና እንታይ እዩ ዘለና ህያው ተስፋ እዩ ዘለና ደኾን ይኸውን ተስፋ ዘይኮነስ እንታይ እዩ ህያው ተስፋ የሱስ ጎይታ እዩ። ህያው ተስፋ እዩ ዘለና። ስለዚ ህያው ተስፋ እንተ ኣልዩና እንታይ እንታይ እንተ ገበርና እዩ? ኣብዚ ቀዳማይ ጴጥሮስሲ ክንርኢ ኢና። የሱስ ጎይታ እዩ። ምላኽና ህያው እዩ። ኣብ ቀዳማይ ጴጥሮስ ምዕራፍ ሓደ ጀሚርና ክንርኢ ኢና። ቀዳማይ ጴጥሮስ ዝተጻሕፈሉ ምክንያትሲ ነቶም እንታይ ኢሉ ኣብ ቢታንያ ፋሕ ኢሎም ዘለዉ ሕሩያት ኢሉ ነቶም ኣብ ቢታንያ ፋሕ ኢሎም ዘለዉ ኣመንቲኦም ብእምነቶም እንታይ ኮይኑ ፋሕ ኢሎም ዘለዉ ሕሩያት እዩ ተጻሒፉ። እዚኦም እንታይ እዮም ዝተሓረዩ ብክርስቶስ የሱስ ዝደሓኑ ዝጸደቁ ከምዚ ከማይን ከማኹምን ማለት እዩ እንታይ ዝኾኑ እዮም ፋሕ ኢሎም ንዕኦም ከኣ እንታይ እዩ ከመይ ኢሎም ክነብሩ ከለዎም ከመይ ኢሎም ክመላለሱ ከም ዘለዎም ድማ ኣብኡ ጺሒፍሎም ኣሎ ማለት እዩ። የሱስ ጎይታ እዩ ኣምላኽና ህያው እዩ። ከመይ ኢሎም ክመላለሱ ከም ዘለዎምስ ጽሒፍሎም። መጀመርያ ግን ዝነገሮም ሓንቲ ሓሳብ ርኢና ናብኡ ክንከይድ ኢና። እቲ ንዘይሓልፍን ዘይረክስን ዘይጽምሉን ኣብ ሰማያት ኣርኒምልኩም ዘሎ ርስቲ፣ ብናይ የሱስ ክርስቶስ ትንሳኤ ካብ ምዉታት ብዝሒ ምሕረት፣ ህያዋን ህያዉ ተስፋ ብሓድሽ ዝወለደና ኣምላኽ ኣቦ ጐይታና የሱስ ክርስቶስ ይባረኽ ኢሉ'ዩ ይጅምር ማለት ኢዩ። የሱስ ጐይታ ኢዩ። እቲ ዝተገብረሎም ነገር እንዳ ነገረ ይዛረብ ማለት እዩ። እንታይ እዩ እቲ ህያው ተስፋ? ብምሕረት ህያው ተስፋ ብሓድሽ ዝወለደና ኣምላኽ ኣቦ ጐይታና የሱስ ክርስቶስ ይባረኽ ኢሉ ንስኻትኩም ብሓይሊ ኣምላኽ ብእምነት ነቲ ዳሕረዋይ ዘመን ክገሃድ ዘለዎ እተዳለወ ምድሓን ተሓሊኹም ኣለኹም ኢሉ። የሱስ ጐይታ እዩ። ንስኻትኩምሲ እንታይ ኢሉ ነቶም ንስኻትኩም ብእምነት ነቲ ብዳሕረዋይ ዘመን ክገሃድ ዘለዎ እተዳለወ ምድሓን ተሓሊኹም ኣለኹም። የሱስ ጐይታ እዩ። ነየናይ ተሓሊኹም ኣለኹም? ነቲ ዳሕረዋይ ዘመን። ነዚ ዳሕረዋይ ዘመን ዝብል ሓሳብ ክሪኦ ከለኹ ናበይ እዩ ዝወስደና? ናብቲ የሱስ ክርስቶስ ክመጽእ ከሎ። ምኽንያቱ ድሕሪኡ እንታይ የለን? መከራ የለን። የሱስ ጐይታ እዩ። የሱስ ክርስቶስ ክመጽእ ከሎሲ እንታይ የለን? የሱስ ክርስቶስ ምስ መጸ ወይም ድማ ንሕና ምስ ከድና እንታይ የለን? ሽዑ መከራ የለን። ንዕኡ ግን እንታይ ጌርኩም ኣለኹም ኢሉ? ተሓሊኹም ኣለኹም የሱስ ጎይታ እዩ ኣምላኽና ህያው እዩ እንታይ ኢሉ ንስኻትኩም ብሓይሊ ኣምላኽ ብእምነት ነቲ ዳሕራዋይ ዘመን እዛ ዳሕራዋይ ዘመን ትብል ሓሳብ እንዳረኣናያ ክንከይድ ኢና ምኽንያቱ እታ ዳሕረዋይ ዘመንሲ ንምንታይ ክብል ደልዩ እዩ ዳሕረዋይ ዘመን ዝብል ሓሳብ ነቲ ዳሕረዋይ ዘመን ክገሃድ ዘለዎ እተዳለወ ምድሓን ተሓሊኹም ኣለኹም እቲ ምፍታን እምነትኩም ብምግሃድ የሱስ ክርስቶስ ንምስጋናን ስብሓትን ክብርን ብሓዊ ካብ ዝኹላዕ ንሓላፊ ወርቂ ንሓላፊ ወርቂ ኣዝዩ ከቢሩ ምእንቲ ክርከብ እንተ ኣድለየስ ሕጂ ብብዙሕ ዝዓይነቱ ፈተና ምስ ገህኹም ብእኡ ኸኣ ክትሕጎሱ ኢኹም ይብለና የሱስ ጎይታ እዩ ነዚ ኣብዚ ምድሪ ዘሎ ኢልዎም እዚኦም ቅዱሳን እዮም ዝጸደቁ ብየሱስ ክሩስቶስ እዮም እንታይ ግን መከራ ግን ኣለዎም የሱስ ጎይታ እዩ ሓደ ክርስትያን ኩሉ ግዜ ኣብዚ ምድሪ እንታይ ኣለዎ ክርስትያን ኩን ኣይትኹን ቀዳማይ ነገር ኩሉ ግዜ መከራ ኣሎ ግን ናይ ክርስትያን ከኣ መከራ ግን እንታይ ኣለዎ ዓስቢ ከኣ ኣለዎ የሱስ ጎይታ እዩ ደሓር ከኣ እንታይ ኣለዎ ዓስቢ ኣለዎ በቲ መከራ ሓሊፍካ ክትከይድ ከለኻ እንታይ ኣለካ ዓስቢ ኣለካ ስለዚ እንታይ እዩ ዝብሎም ንስካትኩም ሲ ነዚ ነገር እዚ ተሓሊኩም ኣለኩም እንዳበለ ከምኡ ድማ በብዓይነቱ ፈተና ምስ ጎሄኩም ብእኡ ክትሕጎሱ ኢኩም ኢሉ የሱስ ጎይታ እዩ ማለት ኣብዚ ምድሪ ብዝኮነ ነገር ተሰማሚዕም ኣይከዱን እዮም ማለት እዩ ነየናይ እንዳረኣዩ እዮም ዝከዱ ነታ ዳሕረወይቲ ዘመን ትመጽእ እንዳረኣዩ እዮም ዝመላለሱ የሱስ ጎይታ እዩ ምኽንያቱ ነታ ዳሕረወይቲ ዘመን ንየሱስ ክርስቶስ ክመጽእ ከሎ ንዓኣ እንዳ ዘከሩ ክኸዱ ከለዉ ኩሉ ግዜ እንታይ ኣሎ መከራ ኣሎ የሱስ ጎይታ እዩ ምኽንያቱ የሱስ መጽኡ ክወስደና እዩ ክትብል ከለኻሲ ኩሉ ግዜ እንታይ ኣሎ መከራ ኣሎ ስለዚ ኣምላኽና ህያው እዩ ስለዚ ሎሚ ኣብ መከራ ኣብ ዝተፈላለየ ዓይነት መከራ ዝስምዐና ሰባት እንተለና መከራ እንተ በዚሕና ደሓር እንታይ ዝኾነ ማለት ንክርስቶስ ኢልና እንገድፎ መከራ ማለት እዩ ማለት ስለ ክርስቶስ እንረኽቦ መከራ ኩሉ ደሓር እንታይ ክኸውን እዩ ብዓብይ ሓጎስ እንታ ብዓብይ ሓጎስ ምሕጓስ ኣሎ ማለት ኢየሱስ ጎይታ እዩ ስለዚ እዞም ሰባት እዚኦም ኣብ ምንታይ እዮም ዘለዉ ኣብ መከራ እዮም ዘለዉ ኣብ ምንታይ እዮም ዘለዉ ኣብ መከራ እዮም ዘለዉ የሱስ ጎይታ እዩ ስለዚ ኣብዚ ምድሪ የሱስ ጎይታ እዩ ኢልካ ክትከይድ መሸም ከለኻ ደስ ኢልዎ ዝቕበለካ ሰብ የለን ዝኾነ ክርስትያን እንታይ ኣለዎ መከራ ኣለዎ ነቲ መከራና እንታይ ክንገብሮ ኣለና ክነለልዮ ኣለና ነቲ መከራሲ ሱቅ ኢልና እንተ ተሰማሚዕና ንኸይድ ኣሊና እንታይ የብልናን መከራ የብልናን ድሕሪኡ እቲ ሓጎስ ዝብሎ ዓብይ ሓጎስ ዝብሎ ሲ ክንሕጎስ እንድዒ የሱስ ጎይታ እዩ እቲ ዓብይ ሓጎስ እትሕጎሶ ሕጂ ነቲ መከራ እንታይ ክትገብሮ ከለኻ እዩ የሱስ ጎይታ እዩ ምስቲ መከራ እቲ መከራ ዝብሎስ ስለ ክርስቶስ ዝኾነ መከራ ማለት እዩ ስለዚ ነዚ ከይረኤኽሞ እተፍቅርዎ ሕጂውን ከይረእኽሞ ብእኡ እትኣምኑ ዘለኹም ነቲ መደምደምታ እምነትኩም ንሱ ድማ ምድሓን ነፍሳትኩም ምስ ረኸብክሞ ብዘይንገር ክቡርን ሓጎስ ክትሕጎሱ ኢኹም ኢሉ ኢየሱስ ጎይታ እዩ ኣበይ ኢና ንረኽቦ ወይ ንሕና ምስ ከድና ወይ ጎይታ ምስ ክመጽእ ከሎ እንተ ክንረኽቦ ኢና ክንረኽቦ ኢና ሽዕኡ እንታይ ክኸውን እዩ ብዘይንገር ክቡርን ሓጎስ ክትሕጎሱ ኢኹም። የሱስ ጎይታ እዩ። ስለዚ ናበይ እዩ ዘጠምቶም ዘሎ እንተ ኢልናስ ናብቲ ክርስቶስ የሱስ ክመጽእ እከሎ ክመጽእ እዩ ክወስደና እዩ ዘጠምቶም ዘሎ። የሱስ ጎይታ እዩ። ተስፋ ኣለኩም። መጺኡ ክርስቶስ የሱስ እታ ክገብረኩም እዩ። ክወስደኩም እዩ። ሽዑ ድሕሪኡ መከራ ዝበሃል የለን። ኣብዚ ምድሪ ዘሎ መከራ ዘበለ ኩሉ ግን እንታይ ክኾነኩም እዩ? ድሓር ብዘይሓልፍ ሓጎስ ሕጂ መከራ እኳ ተኾነኩምስ ድሓር ብዘይሓልፍ ሓጎስ እታ ክትገብሩ ኢኹም። ክትሕጎሱ ኢኹም ኢየሱስ ጎይታይ ብዘይሓልፍ ሓጎስ ድሕሪኡ ማለት ኣምላኽና ህያው እዩ ስለዚ እቶም ብዛዕባ እቲ እዚኣ ኢለ ናብ ዓሰርተ ሰለስተ ክሓልፍ እየ ስለዚ ሓቐቑ ልብኹም ተዓጢኩም እናተጠንቀቅኩም ነቲ ብምግሃድ ኢየሱስ ክርስቶስ እትረኽብዎ ጸጋ ምሉእ ተስፋ ግበሩ ለዚ ሓቓቑ ልብኹም እንታይ ጌርኩም ተዓጢቅኩም እናተጠንቀቅኩም የሱስ ጎይታ እዩ ምኽንያቱ ኣብዚ ምድሪ ክንመላለስ ከለናስ እንታይ የድልየና እዩ ጥንቃቐ የድልየና እዩ ብጥንቃቐ ኢና ንመላለስ ናይ ኣምላኽ ድዩ ኣይኮነን ናይ ክርስቶስ ድዩ ኣይኮነን ምስ ናይ ክርስቶስ ዘይኮነ እንታይ ኣይንገብርን ኣይንሰማማዕን የሱስ ጎይታ እዩ ምስ ክርስቶሳዊ ሓሳብ ዝኾነ ግን ንሰማማዕ የሱስ ጎይታ እዩ ስለዚ እናተጠንቀቅኩም ነቲ ብምግሃድ ኢየሱስ ክርስቶስ እትረኽብዎ ጸጋ ምሉእ ተስፋ ግበሩ። ነቲ ብመግሃድ የሱስ ክርስቶስ እትረኽብዎ ጸጋሲ ንዕኡ እንታይ ግበሩ? ምሉእ ተስፋ ግበሩ። ኣብኡ ምሉእ ተስፋ እንተገይርካ እንታይ ኣሎ ማለት እዩ? ልዕሊ ኩነታት ክትመላለስ ትኽእል ኢኻ። ልዕሊ ዝረአ ክትመላለስ ትኽእል ኢኻ። ልዕሊ ዝስማዕ ክትመላለስ ትኽእል ኢኻ። ምክንያቱ ንስኻ ኣይኮንካን እቲ ጸጋ ኣምላኽ የሱስ ጎይታ እዩ። እቲ ትጥምቶ ዘለኻሲ ካብቲ ምክንያትሲ እቲ ካብቲ ትጥምቶ ዘለኻ እዩ። ናትካ ስራሕሲ ንመን እዩ እንተልካስ ነቲ ዝመጽእ ክርስቶስ ምጥማት እዩ። የሱስ ጎይታ እዩ። ንዕኡ ክትጥምት ከለኻ እንታይ ኣሎ? ምውጻእ ኣሎ። ሰብ ብሓይሉ ኣይወጽን እዩ። ንዕኡ ክትጥምት ከለኻ ግን ክትወጽእ ኢኻ። የሱስ ጎይታ እዩ። ንዕኡ ክንጥምት ከለና እንታይ ክንከውን ኢና? ምውጻእ ኣሎ። ካብቲ ዘድክመካ ምውጻእ ኣሎ። ካብቲ ዘሕልለካ ምውጻእ ኣሎ። ካብቲ ዘይከኣል ትብሎ ዝበሃል ምውጻእ ኣሎ። ክትወጸሉ ትኽእልሲ ነቲ ተስፋኻ ክትጥምት ከለኻ እዩ። የሱስ ጎይታ እዩ። እዚ ኸኣ ህያው ተስፋ እዩ። ማለት ድኹን ይኸውን ኣይኮነን። የሱስ ክምለስ እዩ። የሱስ ክመጽእ እዩ። የሱስ መጺኡ ክወስደና እዩ። እዚ ህያው ተስፋ እዩ። እዚ ተስፋ እዚ እንተ ዘይብልካ እዚ ተስፋ እዚ እንተ ዘይትጥምት ኮንካ ኩሉ ግዜ እንዳደኸምካ ክትከይድ ኢኻ። ማለት ድኻም ድኻም ክስምዐካ ኣይትብርትዕን ኢኻ። ንዕኡ ክትጥምት ከለኻ ግን ምብርታዕ ኣሎ። ንዕኡ ክትጥምት ከለኻ ግን ምውጻእ ኣሎ ምኽንያቱ ሓይሊ ካብ እግዚኣብሄር እምበር ካብ ሰብ ኣይኮነን ካብ ክእለት ኣይኮነን ካባኻ ኣይኮነን ካባኺ ኣይኮነን እንታይ ደኣ ልካስ ንዕኡ ክትጥምት ከለኻስ ሓይሊ ዝህብ ንሱ እዩ ዘበርትዕ ንሱ እዩ ዘውጽእ ንሱ እዩ ስለዚ ሓንትስ እንታይ እንተልካስ ናብኡ ትጥምት ማለት እቲ ናብኡ ዝጥምታ ዓይንት እንታይ ገብራን እየን? ኣይሕለናን እየን። ኢየሱስ ጎይታ እዩ። ኣይትሕለልን ኢኻ ማለት እዩ። ኢየሱስ ክርስቶስ ጎይታ እዩ። ኣምላኽና ህያው እዩ። ስለዚ ናበይን እቲ ተስፋ እንተልካስ ናብታ ኢየሱስ ክርስቶስ እንታይ ክገብር እዩ? ክምለስ እዩ። ናብኣ ክትጥምት ከለኻ ስለዚ ኣብዚ ምድሪ ዝመፅእ እንተመፅእ እንታይ ክገብረካ ኣይክእልን ማለት እዩ ክሕዘካ ኣይክእልን እዩ ስለዚ ንብኡ ገይሩ ዘተባብዖም ዘሎ እዚ ቃል እዚ ናይ ምትብባዕ ቃል እዩ በቃ ይተባብዑ እዚ ምት እዚ ቃል እዚ ገለ ኣይኮነን እንታይ ደኣ ከተባብዖም ስለ ዝደለየሲ ናብቲ ተስፍኦም የጠምቶም ተስፋኻ ካብኡ እንተውጺእካ ተስፋ የብልካን የሱስ ጎይታ እዩ ካብኡ እንተ ደኣ ወሪድካ ተስፋ ዝበሃል የብልካ ንሕና ተስፋና የሱስ እዩ ተስፋኺ የሱስ እዩ ተስፋይ የሱስ እዩ ስለዚ ተስፋና መን እዩ የሱስ ክርስቶስ እዩ ስለዚ ሓቓቑ ልብኹም ክብል ከሎሲ ኣብ ልብስ ሕቖ ኣሎ የሱስ ጎይታ እዩ ሕቖ መሸም ንኣካላትካ ብምሉእ እንታይ ዝገብረካ እዩ ጠጠው ኣቢሉ ዝሕዘካ እዩ ስለዚ ኣብ ልብካ እንታይ ኣለካ ሕቆ ኣለካ የሱስ ጎይታ እዩ ሕቀቁ ልብኩም ተዓጢቅኩም እናተጠንቀቅኩም ጥንቃቀ የድልዩ ማለት እዩ እናተጠንቀቅኩም ነቲ ብምግሃድ የሱስ ክርስቶስ እትረክብዎ ጸጋ ምሉእ ተስፋ ግበሩ ኣብ ካልእ ተስፋ ከይከውን ማለት እዩ ኣብ ናይ ኩነታት ተስፋ ከይከውን፣ ኣብ ትሪኦ ተስፋ ከይከውን፣ ኣብ ትሰምዖ ተስፋ ከይከውን፣ ኣብ ዝተፋላለየ ዓይነት ተስፋ ከይከውንሲ ተስፋኻ ኣብ እግዚኣብሄር ክትገብር እግዚኣብሄር ይደልየካ ኣሎ ማለት እዩ። የሱስ ጎይታ እዩ። ሎሚ ተስፋና እግዚኣብሄር እዩ። በቃ ናብኡ ክትጥምት ከለኻ ኩሉ ግዜ እንታይ ኣሎ? ሓጎስ ኣሎ። ኣብኡ ናይ ሓጎስ ብርሃን ኣሎ። የሱስ ጎይታ እዩ። ናይ ሓጎስ ብርሃን ኣሎ። ከይተሓጎስካ ከኣ ምውጻእ የለን። ክትሕጎስ ከኣ እንተደሊኻ ናብኡ ክትጥምት ጥራይ እዩ ዘለካ። ካልእ ምንጪ ሓጎስ ስለ ዘየለ ማለት እዩ። ኢየሱስ ጎይታ እዩ። ኣምላኽና ህያው እዩ። ስለዚ ነዚኦም እንታይ እዩ ዝገብሮም ዘሎ ኢና ንብል ዘለና? የተባብዖም እዩ ዘሎ። የተባብዖም። ሓቓቑ ልብኹም እንታይ ግበሩ? ገጥ ኣቢልኩም እንታይ ግበሩ? ብምግሃድ ኢየሱስ ክርስቶስ እትረኽብዎ ጸጋ ምሉእ ተስፋ ገበሩ። ከም እዙዛት ውሉድ እምበር ከምቲ ብዘመን ድንቁርና ከለኹም ዝገበርኩምዎ ናይ ቀደም ትምኒት ኣይትግበሩ ማለት ኣብ ቀደም ብዘመን ድንቁርና ኩሉ ግዜ ንክርስቶስ እንዳጠመትካ ኣይኮንካን ትኸይድ ንሓሳብካ እንዳጠመትካ ኢኻ ኸይድ ንድሌታትካ እንዳጠመትካ ኢኻ ትኸይድ ንኹነታትካ እንዳጠመትካ ኢኻ ትኸይድ ሕጂ ግን ከምኡ ይትግበሩ ውፁ ንመን ደኣ ነቲ ጀማሪ እምነትኩምን ደምዳሚኣን ዝኾነ ክርስቶስ እንዳገበርኩም እንዳጠመትኩም ኢየሱስ ክርስቶስ ጎይታ እዩ እንታይ እዩ ዝብሎም ዘሎ? ከምዚ ኸማይን ከማኹም ቅዱሳትን ጻድቃን እዮም፣ ዝጸደቑ ሰባት እዮም፣ ብክርስቶስ የሱስ ህይወት ዝረኸቡ ሰባት እዮም። የሱስ ጎይታ እዩ። ነዚኦም ግን እንታይ ይብሎም ኣሎ? በቃ ኣካይዳኹምሲ እዚ ክትገብሩ ኢሉ ይነግሮም ማለት እዩ። የሱስ ጎይታ እዩ። እቲ ኣካይዳ ሓንቲ ናቶም እንታይ እያ? ናብ ክርስቶስ የሱስ ክጥምቱ ሓቑ ልቦም ገይሮምሲ ናብኡ ክጥምቱ ከለዉ ኩሉ ግዜ ካብቲ መገዲ ናይ ናብቲ ካልእ ኣይከዱን እዮም ማለት እዩ። ስለዚ ከም እዙዛት ውሉድ እምበር ከምቲ ብዘመን ድንቁርና ከለኹም ዝገበርኩምዎ ናይ ቀደም ትምኒት ኣይትግበሩ። ኣነ ቅዱስ እየ እሞ ቅዱሳት ኩኑ ዝብል ጽሑፍ ስለ ዘሎ ከምቲ እቲ ዝጸውዐኩም ቅዱስ ዝኾነ ንስኻትኩምን ብኹሉ ንብረትኩም ቅዱሳት ኩኑ። የሱስ ጎይታ እዩ መሸም ቅድስና ካልእ ኣይኮነን ምፍላይ እዩ የሱስ ጎይታ እዩ ኣምላኽ ፈልዩና እዩ ሕጂ ድማ ካብቲ ዘይተፈለናዮ ሓሳባት ካብቲ ዘይተፈለናዮ ኣብ ሓሳብና ማለት እዩ ካብ ሓሳብ ኣምላኽ ዘይኮነ ዘይተፈለናዮ እንታይ ንገብር ን ንብል ማለት እዩ የሱስ ጎይታ እዩ ብኹሉ ንብረትካሲ ንእግዚኣብሄር ዘኽብር ትገብር ውሉድካ ንኣምላኽ ንብረትካ ንኣምላኽ ዘለካ ዘለበሊ ንኣምላኽ ዘኽብር የሱስ ጎይታ እዩ መዐንቀፊ ዘይከውን ትገብር ማለት እዩ የሱስ ጎይታ እዩ ንኣምላኽ ከም ፍቓድ ኣምላኽ ዲ ኣይኮነን ምክንያቱ ንሕና ይርደአና እዩ ነፍሲ ወከፍና ከም ፍቓድ ኣምላኽ ዲ ኣይኮነን ኢልና ርኢናሲ ናብቲ ናይ ሓሳብ ኣምላኽ እንታይ ንገብር ማለት እዩ እንጽጋዕ ወይም ድማ እንሓስብ ማለት እዩ። የሱስ ክርስቶስ ጎይታ እዩ። ስለዚ ነቲ ነፍሲ ወከፍ ብዘይ ኣድልዎ ከከም ግብሩ ዝፈርድ ንስኻትኩም ኣቦ ኢልኩም ትጽውዕዎ ካብ ኮንኩምሲ ኣብ ዘመን ግሽነትኩም ብፍርሃት ንበሩ። የሱስ ጎይታ እዩ። እታ ፍርሃት መሸም ንሕና ንፈርሃ ፍርሃት ኣምላኽ እዩ። ፍርሃት ኣምላኽ ንሓደ ተኽብሮ እንታይ ኢኻ ትገብር? እትፈርሆ በቃ ስለ ተኽብሮ እዩ የሱስ ጎይታ እዩ እታ ቀዳመይቲ ጥበብሲ እንታይ ኢልዋ ፍርሃት እግዚኣብሄር እያ ፍርሃት ኣምላኽ እያ እዛ ፍርሃት እዚኣ ክፈርሁ እዩ ዝነግሮም ዘሎ የሱስ ጎይታ እዩ ኣምላኽና ህያዊ እዛ ፍርሃት ኣብ ዘመን እንግሽነትና እንታይ ክንከውን ብፍርሃት ኣምላኽ ዝተተሓዝና ክንከውን ምክንያቱ ኣብቲ ፍርሃት ኣምላኽ እንታይ ኣሎ ቀዳማይ ጥበብ እዩ ጥበብ እዩ ከመይ ኢልካ ከም እትመላለስ ዝነግር እዩ ማለት ኢየሱስ ክርስቶስ ጎይታ እዩ ስለዚ እቲ ሓሳብ እንታይ ናብ ዕስራን ሓደን ሓሊፈ ክንሪኦ ኢና ኢልና እታ ዘመን ዝብላ ርኢና እንዳረኣና ኢና ንኸይ ዘለና ኣብቲ መንጎ ሕልፈ ኢለ ኢለ ድሓር ክምለሳ እየ ንስኻትኩም እምነትኩምን ተስፋኹምን ኣብ ኣምላኽ ምእንቲ ክኸውን በቲ ካብ ምውታት ዝተስኦ ክብሪ ውን ዝሃቦ ኣምላኽ ኣሚንኩም ኣለኹም ኢሉ እዚኣ እታ ቀንዲ ሓሳብ ክብላ ዝደለኹ ማለት ኢየሱስ ጎይታ እዩ ኣጉሊሓ ነቲ ሓሳብ ከተርእየልና ትኽእል እዚኣ እንተኾይና እንታይ እዩ ንስኻትኩም እምነትኩምን ተስፋኹምን ኣብ ኣምላኽ ምእንቲ ክኸውን እምነትኩምን ተስፋኹምን ኩሉ ግዜ ኣብ ኣምላኽ መታን ክኸውን ይኹን ብክርስቶስ የሱስ ኣሚንኩም ዘለኹም እዚ ኣሚንናዮ ዘለና እምነት ሲ ንክርስቶስ የሱስ ዝኣመንናዮ እምነትና ኩሉ ግዜ ኣበይ ክኸውን እምነትናን ተስፋናን ኩሉ ግዜ ኣብ ኣምላኽ መታን ክኸውን ኣብ ነገራት ከይከውን ኣብ ምድራዊ ነገር ከይከውን ኢየሱስ ጎይታ እዩ ስለዚ ተስፋና ኩሉ ግዜ ኣብ መን እዩ ኣብ እግዚኣብሔር ክንገብር ከለናስ እቲ ዝኣመናዮ እምነትሲ ነዑ እዩ ዘጠምተና ኩሉ ግዜ ብክርስቶስ ኢየሱስ ንሕና ኣሚንና ድሒንና ኢና ናብ መን ግን ንጥምት ኩሉ ግዜ ናብ ኩነታትና ዘይኮነስ ናብቲ ዝረአ ዘይኮንናስ ናብ ዝስማዕ ዘይኮነስ ናብቲ ኣምላኽ ናብ ኣምላኽ ናብቲ ጎይታ ዝመጸና ንዕኡ እንታይ እንዳገበርና እንዳጠመትና ክንነብር ኢየሱስ ክርስቶስ ጎይታ እዩ ኣምላኽና ህያዊ ኣምላኽና ህያዊ ስለዚ ኩሉ ግዜ ተስፋና ናብቲ ክመጽእ እዩ ዝብል ጎይታ ኢየሱስ ክርስቶስ ጎይታ እዩ ኣብ ድሓር ክምለስ እየ ናብኡ ኣብ ቀዳማይ ተሰሎንቄ ሓሙሽተ ዕስራን ሰለስተን ዕስራን ኣርባዕተን ክንርኢ ኢና ናብኡ ክንምለስ እየ ደሓረይ ኖ ኖ ቀዳማይ ተሰሎንቄ ኣርባዕተ ዓሰርተ ሰለስተ ኦኬ ብምግላጽ ግርምኡ ድማ ክትሕጎሱን ባህ ክብለኩምን ኢኹም እሞ ኣብቲ ስቓይ ክርስቶስ ሕቡራት ካብ ኰንኩምስ ተሓጐሱ ደኣ፣ የሱስ ጐይታ እዩ ብምግላጽ ግርምኡ ድማ ክትሕጐሱን ባህ ክብለኩን እዩ እሞ፣ ኣብቲ ስቓይ ክርስቶስ ሕቡራት ካብ ኰንኩምስ ተሓጐሱ ደኣ። ምእንቲ ስም ክርስቶስ እንተ ተጸረፍኩም፣ እቲ ናይ እቲ ናይ ክብርን ናይ ኣምላኽን መንፈስ ኣባኻትኩም ይሓድር እዩ እሞ፣ ብጹኣን ኢኹም። ሶሪ ሶሪ ተጋግየ ኣለኹ ተጋግየ ኣለኹ ኣብ ቀዳማይ ጴጥሮስ ኣትየ ሶሪ ኣብ ቀዳማይ ተሰሎንቄ ኣርባዕተ ዓሰርተ ሰለስተ ግና ካይ ኣሕዋተ ከምቶም ተስፋ ዘይብሎም ካልኦት ምእንቲ ከይትኾኑ ብዛዕባ እቶም ደቂሶም ዘለዉ ብዘይ ፍልጠት ክትኮኑ ኣይደልን እየ ኢሉ ብዛዕባ ምጽኣት ጎይታ እዩ ኣብዚ ብብዝሒ ዝዛረቦ ማለት እዩ የሱስ ጎይታ እዩ የሱስ ዝመጸሉ ማለት የሱስ ከም ዝሞተን ከም ዝተንስእን ኣሚንና እንተ ኾይንና ከምእውን ኣምላኽ ነቶም ብየሱስ ክርስቶስ ዝደቀሱ ምስኡ ከምጽኦም እዩ ንሕና ክሳዕ ምጽኣት ጎይታ ብህይወትና እንጸንሕ ከኣ ነቶም ዝደቀሱ ከቶ ከም ዘይንቕድሞም እዚ ብቓል ጐይታ ንብለኩም ኣሎና። ጐይታ ባዕሉ ብናይ ትእዛዝ ጭድርታን ብድምጺ ሊቀ መለኸትን ብመለኸት ኣምላኽን ካብ ሰማይ ኪወርድ እዩ፣ እቶም ብክርስቶስ ዝሞቱውን ቅድም ኪትንስኡ እዮም፣ ድሕሪኡ ንሕና ብህይወት ጸኒሕና ዘሎና ንምቕባል ጐይታ፣ ኣብ ኣየር ምሳታቶም ሓቢርና ብደበና ክንለዓል ኢና፣ ከምኡውን ንሓዋሩ ምስ ጐይታ ክንነብር ኢና። ደጊም በዘን ቃላት እዚኤን ንሓድሕድኩም ተጸናንዑ ኢሉ ስለ ምጽኣት ጐይታ ይነግረና ማለት እዩ። የሱስ ጐይታ እዩ። የሱስ ጐይታ እዩ። ጐይታ ክመለስ ከሎሲ ንሕና ወይ ነቶም ዝሞቱ ወይ ከኣ ነቶም ደቂሶም ዘለዉ ሓቢርና እንታይ ክንገብር ኢና? ሕጂ ሃዋርያ ጴጥሮስ እቲ ናበይ ክጥምት እዩ ዝደሊ ዘሎ? ናብቲ ምጽኣት ጐይታ። የሱስ ጎይታ እዩ። ጎይታ እንታይ ክገብር እዩ? ክመጽእ እዩ። ሕጂ ንሱ ኢልና እንተ ጥሚትናሲ ሓይሊ ኣሎ። የሱስ ጎይታ እዩ። ናብኡ ክትጥምት ከለኻ ኩሉ ግዜ እንታይ ኣሎ? ትኽእል ኢኻ። ዘኽእል ሓይሊ ናይ እግዚኣብሔር ሓይሊ ኣሎ። የሱስ ጎይታ እዩ። ንዓና ዘኽእለና መሸም ብሓይልና ኣይንኽእል ኢና። ሓይለ ኣነ ክኽእል እየ ብሓይለይ እንተኢልካ ትደክም ኢኻ ሓደ መዓልቲ። የሱስ ጎይታ እዩ ኣነ ከምዚ ገለ እንተልካ ወይ ክትምካሕ ኢካ ወይ ብትምክሕቲ ፍንጭሕ ክትብል ኢካ በቃ ኣነ እኮ ገለ ኢልካሲ ክትወድቅ ኢካ ከኣ የሱስ ጎይታ እዩ ምውዳቅ ይርከብ ሽዑ ማለት እዩ እቲ ናብኡ ምጥማት ግን ኩሉ ግዜ እንታይ ኣሎ ምእማን እዩ ማለት እዩ ትእመን ማለት እዩ ስለዚ ንሕና ኣሚንናዮ ዘለናሲ ኣብቲ ዕስራን ሓደን ዝተዛረበና ሓንተዎ ቃል ጎይታ ኣብ ቀዳማይ ጴጥሮስ ሓደ ዒስራን ሓደን ዘሎ ንስኻትኩም እምነትኩም ተስፋኹምን ኣብ ኣምላኽ ምእንቲ ክኸውን በቲ ካብ ምዉታት ዘተንሰኦ ክብሪ ውን ዝሃቦ ኣምላኽ ኣሚንኩም ኣለኹም ኢልና የሱስ ጎይታ እዩ ስለዚ ንሕና ኩሉ ግዜ ንዕኡ ክንኣምን ከለና ኩሉ ግዜ እንታይ ኣሎ ንክርስቶስ የሱስ ክንኣምን ዝገበረና ንዕኡ ኣሚንና ኩሉ ግዜ ክንነብር ኣብኡ ክንእመን እዩ ማለት የሱስ ጎይታ እዩ ተኣሚንና ኣብኡ ክንነብር ማለት እዩ ብህያውን ዘለኣለም ብዝነብርን ቃል ኣምላኽ ካብ ዘይጠፍእ ዘርኢ እምበር ካብ ጠፋኢ ዘርኢ ኣይኮንኩምን ከም ብሓድሽ እተወለድኩም ንሓቂ እናተኣዘዝኩምዋ ግብዝና ብዘይብላ ፍቕሪ ኣሕዋት ንነፍስኹም ኣጽርዩ ብንጹህ ልቢ ንሓድሕድኩም ብሓቂ ተፋቕሩ እንዳበለ ድማ የተባብዖም ማለት ኢየሱስ ጎይታይ ማለትሲ በቃ ምኽንያቱ እታ ንክርስቶስ የሱስ ክትጥምት ከለኻሲ ነሕዋትካ ከኣ እንታይ እንዳገበርካ ኢኻ ብንጹህ ልቢ እንዳፍቀርካ ኢኻ ስለዚ ኩሉ ስጋ ከም ሳዕሪ ኩሉ ክብሪውን ከም ዕንብባ ከም ዕንብባ ሳዕሪ እዩ እቲ ሳዕሪ ይነቅጽ እቲ ዕንብባውን ይረግፍ ቃል እግዚኣብሄር ግና ንዘለኣለም ይነብር እቲ እትነግረኩም ቃል ብስራት እዚ እዩ ኢሉ ድማ ይዛረብ ማለት እዩ። ኢየሱስ ጎይታ እዩ። እቲ ዝተነግረኩም ቃል ብስራት እዚ እንታይ እዩ? እዚ እዩ። ኩሉ ስጋ እንታይ እዩ? ከም ሳዕሪ ኩሉ ክብሪ እውን ከም ዕምበባ ሳዕሪ እዩ። ኩሉ ስጋ ከም ሳዕሪ ኩሉ ክብሪ እውን ከም ዕምበባ ሳዕሪ እዩ ይብለና። ኢየሱስ ጎይታ እዩ። ምክንያቱ እዚአን ክልቲአን እዚአን ሰብ ንስግኡ ኢሉ ዘይገብሮ ነገር የለን፣ ንክብሩ ኢሉ ድማ ዘይገድፎ ነገር የለን ማለት እዩ። ስለዚ እዚኦም ኩሎም እንታይ ክገብሩ እዮም እዩ ክሓልፉ እዮም እቲ ዘይሓልፍ ግን እቲ ሓቂ ኣምላኽ እዩ ማለት እዩ ቃል እግዚኣብሄር ግና ንዘለኣለም ይነብር እቲ ዝተነግሮም ቃል እቲ ዝተነግሮም ቃል ግን ኩሉ ግዜ ንዘለኣለም ዝነብር እዩ ሓቂ እዩ በቃ ክርስቶስ እንታይ ክገብር እዩ ክምለስ እዩ ክመጽእ እዩ ንሱ ሓቂ እዩ ኩሉ ግዜ እቲ ምናልባት ክብሪ ንክብርካ ኢልካ ንገለ ኢልካ ተብሎሲ ኩሉ እዚ እንታይ ዝገብር እዩ ዝሓልፍ እዩ የሱስ ጎይታ እዩ ሓደ መዓልቲ እንታይ ክገብር እዩ ክሓልፍ እዩ ስለዚ ሎሚ እንታይ ኢና ንርኢ ዘለና እንተልናስ ናብቲ ጀማሪ እምነትናን ደምዳሚኣን ዝኸነ ክርስቶስ ናብኡ ክንጥምት ክንጥምት ማለት እዩ ናብኡ ክንእመን ኣሚንና ዘለና ንክርስቶስ ኣብኡ ክንእመን እምበር ኣሚንና ጥራይ ኢልና ሱቅ ክንብልሲ ኣይኮነን የሱስ ጎይታ እንታይ ደኣ ክንእመን በቃ ኩሉ ግዜ ሲ ክንዝክሮ ንሕና ኣሚንናዮ ዘለና ምኽንያቱ ኩነታት ሓደ ግዜ እንታይ ይገብረካ እዩ ካብቲ ዘለኻዮ ነገር ከውፀካ ይመፅእ እዩ ኣብኡ ተተኣሚንካ ግን ቦታ ይስእን ማለት እዩ የሱስ ጎይታ እዩ ቦታ እዩ ዝስእን ስለዚ ንሕና ኣሚንና ዘለናስ ኣብኡ ተኣሚንና እንታይ ክንገብር እዩ ምክንያቱ ገለ ኩነታት ክመፅእ ከሎ ሲ ኣብኡ ክንእመን ገለ ነገር ክኽብድ ክብል ከሎስ ኣብኡ ክንእመን ምክንያቱ እቲ ዝመፅእ ኩሉ እንታይ ክገብረና ዝመፅእ ካብቲ ዘለናዮ ከውጸና እዩ ዝመጽእ ከሕድገና እዩ ዝመጽእ ዋላ ዘይዛረብ መጺኡ ግን እንታይ ክገብረና ከውጸና እዩ ዝመጽእ ስለዚ ኣብኡ ክንእመን ከለና ግን እንታይ ኣሎ ሓይሊ ኣሎ የሱስ ጎይታ እዩ ሓይሊ ኣሎ ናይ እግዚኣብሔር ሓይሊ ኣሎ ናይ እግዚኣብሔር ሰላም ኣሎ ስለዚ ኣብ ቀዳማይ ተሰሎንቄ 5 23 ዘላ ክንርኢ እሞ ኦኬ ሓሙሽተ ዒስራን ሰለስተን ዒስራን ኣርባዕተን ኣምላኽ ሰላም ባዕሉ ኸኣ ንዅልኻትኩም ሶሪ ንዅልንትናኹም ይቐድሶ በቲ ምጽኣት የሱስ ክርስቶስ ብዘሎ መንፈስኩምን ነፍስኹምን ስጋኹምን ብዘይ መንቅብ ክርከብ ይተሓሎ እቲ ዝጽውዐኩም ዘሎ እምን እዩ ንሱ ውን ክገብሮ እዩ ኢሉ የሱስ ጎይታ እዩ እቲ ዝጽውዐኩም ዘሎስ እንታይ እዩ እሙን እዩ ነዚ ነገር እዚ ክኸውን ሲ የኽእለና እዩ ኣይብሓይልኻን ኣይብክእለትካን እንታይ ደኣ ብመንፈሰይ ከም ዝተጻሕፈ ብመንፈስ ኣምላኽ እንታይ ይገብር እዩ ይከኣል እዩ ዘይከኣል ነገር ኣይበለናን ማለት እዩ ስለዚ ነዞም ሰባት እዚኦም ኣብ ምንታይ እዮም ዘለዉ ኢና ንብል ዘለና ኣብ ኣብ ኣብ ጽቡቕ ቦታ ኣይኮኑን ዘለዉ እንታይ ደኣ ፋሕ ኢሎም እዮም ዘለዉ እዞም ዝጽሕፈሎም ዘሎ ኢየሱስ ጎይታ እዩ ፋሕ ኢሎም ብመከራ እዮም ዘለዉ ኣብ መከራ እዮም ዘለዉ መሸም ሃዋርያ ጴጥሮስ መከራ ይፈልጥ ኢየሱስ ጎይታ እዩ ይፈልጥ እዩ ልዕለና ይፈልጥ እዩ ኣጸቢቑ ማለት ኢየሱስ ጎይታ እዩ ንሕና ከኣ መከራ ዝተፈላለየ ዓይነት መከራ ክመፀና ይኽእል እዩ ስለዚ ንሱ እንታይ እዩ ዝብሎም ዘሎ ናብኡ ጠምቱ እሞ እንታይ ክትገብሩ ልዕሊ መከራ ክትመላለሱ የሱስ ጎይታ እዩ ልዕሊ መከራ ክትመላለሱ እንታይ ግበሩ ናብኡ ጠምቱ ስለዚ ንሱ እንታይ ኢና ንብል ዘለና ኦኬ እቲ ዝጽውዖ እቲ ዝጸውዖኩም ዘሎ እሙን እዩ እሞ ንሱ እውን እንታይ ክ- እንታይ ክ- ክገብሮ ምዃኑ ይዛረብ ማለት እዩ። ኢየሱስ ጎይታ እዩ። እ፣ ኣብ ፊልጲ ክልተ ዓሰርተ ክልተ ዘሎ ሓሳብ እስከ ንርአ። ኦኬ ደጊም ኣቱም ፍቁራተይ እቲ ምእንቲ ጽቡቅ ፍቃዱ ኢሉ ኣባካትኩም ድልየትን ግብርን ዝገብርሲ ኣምላክ እዩ እሞ ከየሎኩ ግዳ እቲ ዝበዝሕ እምበር ከለኩ ጥራይ ዘይኮነ ከምቲ ኩሉ ሳዕ እተኣዘዝኩም ብፍርሃትን ራዕድን ንምድሓንኩም ፈጹሙ ይብል ማለት እዩ የሱስ ክርስቶስ ጎይታ እዩ ስለዚ ኩሉ ግዜ እንታይ ከምቲ እዙዛት ውሉድ ኮንኩምሲ እንታይ ግበሩ ኩሉ ግዜ እንታይ ግበሩ ንምድሓንኩምሲ ፈጽሙ ደጊም ኣቱም ፍቁራተይ እቲ ምእንቲ ጽቡቅ ፍቃዱ ኢሉ ኣባኻትኩም ድሌትን ግብርን ዝገብር ኣባና እንታይ ዝገብር ድሌትን ግብርን ምእንቲ ፍቃዱ ኢሉሲ ኣባና ድሌትን ግብርን ዝገብርሲ እግዚኣብሔር እዩ የሱስ ጎይታ እዩ። ካብ ርእስና ገለ ነገር ከይንኸውን ኢሉ ዘምጽኦ ሓሳብ እዩ ማለት እዩ። ስለዚ ድሌትን ግብርን ዝገብርሲ ኣምላኽ እዩ እሞ ስለዚ ከየለኹ ዋላ ከየለኹሲ እንታይ ግበሩ በቃ ከምቲ ከለኹ ትገብርዎ ከምኡ ግበሩ ምክንያቱ ኣባኹም ድሌትን ግብርን ዝገብር መን እዩ እግዚኣብሄር እዩ ንዕኡ እንዳጠመትኩም እንተከድኩም ሲ እንታይ ገብር እዩ ንሱ የክእለኩም እዩ እዩ ዝብሎም ዘሎ ማለት ኢየሱስ ጓይታ እዩ ኩሉ ሳዕ እተኣዘዝኩም ብፍርሃትን ራዕድን ኢሉ ብፍርሃትን ራዕድን ክብል ከሎ በቃ ብፍርሃት ማለት ናይ እግዚኣብሄር ሓሳብ ዘይኮነ ንኸይትገብር ማለት እዩ ናይ ማለት እግዚኣብሄር ዝጸልኦ ነገር ከይትገብር ሲ በቃ ንዕኡ እንዳጸላእኻ ንናይ እግዚኣብሄር ሓሳብ እንዳፈራሕኻ ማለት እዩ ጥበብ ከምቲ ዓንተቦ ክብሎ ዝጸናሕኩ እታ ፍርሃት መሸም ንሕና ንፈርሃ ፍርሃት ካልእ ፍርሃት የብልናን እታ ንፈርሃ ፍርሃት እንታይ እያ እታ ጥበብ ዝኾነት ፍርሃት የሱስ ጎይታ እዩ ጥበብ ዝኾነት ፍርሃት ኢና ንሕና ንፈርህ ንፈርሆ ምክንያቱ እታ ቀዳመይቲ ፍርሃት ሲ ጥበብ ኣምላኽ እያ ትበሃል ንሳ ኢና እንታይ ንገብር እንፈርሕ ማለት እዩ የሱስ ጎይታ እዩ ምክንያቱ ከም ጥበብ ኣምላኽ መታን ክንመላለስ ስለዚ ኩሉ ሳዕ ኣምላኽና ህያው እዩ ኦኬ እግዚኣብሄር ዓብዪ እዩ ስለዚ ብፍርሃት ንበሩ ይብለና ማለት እዩ ስለዚ እንታይ ናብታ ናይ ዓንተቦ ክምለስ ናብታ ቀዳማይ ጴጥሮስ ማለት እዩ። ያ ስለዚ ነቲ ንስኻትኩም እምነትኩምን ተስፋኹምን ኣብ ኣምላኽ ምእንቲ ክኸውን በቲ ካብ ምውታት ዝተሰኦ ክብሪ እውን ዝሃቦ ኣምላኽ ኣሚንኩም ኣለኹም ኢልና ኢየሱስ ጎይታ እዩ ንሕና እናኣምኖ ምኽንያቱ ኣብኡ ንኩሉ ግዜ እሙንቶና መን ክንገብር እዩ ኣብ እግዚኣብሄር ብየሱስ ክርስቶስ ኣሚንና እንታይ ኮይንና ኢና ድሒንና ኢና ኩሉ ግዜ ከኣ ግን እንታይ ክንገብር ኣብኡ ክንእመን ምኽንያቱ ኩነታት ክመጽእ ከሎ እንታይ እዩ ክንገብረና ዝመጽእ ኢልና ዘለና ካብቲ ዘለናዮ ከውጸና እዩ ዝመጽእ ኣባና ከኣ ድሌትን ግብርን ዝገብር ከኣ መን እዩ እግዚኣብሄር እዩ ሓንትስ ንሕና እንታይ ስራሕና ኢልና ኣለና ናብቲ ጎይታ እንታይ ክገብር እዩ ክመጽእ እሞ እንታይ ክንገብሮ ክንጸባበዮ ከለና ኣብኡ ሓይሊ ኣሎ የሱስ ጎይታ እዩ። የሱስ ክመጽእ እየ ኢልና ክንጻባበየ ከለናሲ ኣብኡ እንታይ ኣሎ? ኣብኡ ሓይሊ ኣሎ። ኣብኡ ምውጻእ ኣሎ። ኣብኡ ምብርታዕ ኣሎ። ስለዚ እግዚኣብሄር ዓቢ እዩ። ስለዚ ሎሚ በቃ ተስፋና ኣብ መን ክንገብር? ኣብ እግዚኣብሄር። ጎይታ እንታይ ክገብር እዩ? ክመጽእ'ዩ፣ ክወስደና ድማ እዩ። ተስፋና ህያው ዝኾነ ተስፋ እዚ ተስፋ እዚ ኣለና ንሕና። የሱስ ጎይታ እዩ። ንዓና ህያው ዝኾነ ተስፋ እዚ ተስፋ ኣለና። ስለዚ ሃዋርያ ጴጥሮስ እንታይ እዩ ዝገብሮም ኩሉ ግዜ ናብኡ እዩ ዘርእዮም። ማለት ሓደ መዓልትስ ክውዳእ እዩ ኣብዚ ምድሪ ዘሎ መከራሲ እንታይ ክገብር እዩ ዝብሎም ክውዳእ እዩ ሓደ መዓልቲ ግን በቲ መከራ ክትሓልፉ ከለኹም ድሓር ግን ዓቢ ሓጎስ ክትሕጎሱ ኢኹም ምክንያቱ በቲ መከራ ክሓልፉ ከለዉ ስለ ክርስቶስ እዮም መከራ ዝሓልፉ ዘለዉ ስለ ነገራት ኣይኮነን ስለ ኩነታት ኣይኮነን ስለ ካልእ ኣይኮነን ስለ ክርስቶስ ኢሎም መከራ ይሓልፉ ኣለዉ ስለዚ ድሓር እንታይ ክትገብሩ ኢኹም ዓቢ ሓጎስ ክትሕጎሱ ኢኹም ድሕሪኡ መከራ ዝበሃል የለን ስጋብ ሽዓ ጥራይ እያ እታ መከራ ዘላ እዩ ኢሉ ዝዛረቦም ማለት እዩ የሱስ ክርስቶስ ጎይታ እዩ ኣምላኽና ህያው እዩ ስለዚ እታ ዳሕረዋይ ዘመን ዝብሎ ዘሎ ኩሉ ግዜ ነየናይ እያ ነታ ንዓኣ ነታ ጎይታ የሱስ ክርስቶስ ክመጽእ ንዓኣሲ ኣብኡ እንታይ ክትገብሩ ኢኹም ኣብኡ ሓቢ ሓጎስ ክትሕጎሱ ኢኹም የሱስ ክርስቶስ ጎይታ እዩ ኣምላኽና ህያው እዩ ስለዚ በዚ ነገር እዚ ንኣምላኽ ከነመስግን ኢና እግዚኣብሄር ዓቢ እዩ እግዚኣብሄር ዓቢ እዩ ባህ ክብለና ይግብኦ እዩ ምክንያቱ ንሕና ምንጪ ሓጎስና መን እዩ የሱስ ጎይታ እዩ ንሕና ምንጪ ሰላምና እግዚኣብሄር እዩ ምንጪ ዕረፍትና እግዚኣብሄር እዩ ምንጪ ኩሉ ጽቡቕና እግዚኣብሄር እዩ ስለዚ ናብኡ ኩሉ ግዜ ክንጥምት እግዚኣብሄር ይደልየና ኣሎ ኩሉ ግዜ ናብ መን ሎማ ጎይታ ክመጽእ እዩ ክወስደና እዩ ኣብዚ ምድሪ ዝተፈላለየ ዓይነት መከራ ክህሉ ይኽእል እዩ መወዳእታ ክገብረሉ እዩ የሱስ ጎይታ እዩ እቲ ንሓልፎ መከራ ድማ ንዓብዪ ሓጎስ ክኾነልና እዩ ደሓር ዓብዪ ሓጎስ ክንሕጎስ ኢና የሱስ ጎይታ እዩ ደሓር በቲ መከራቲ ምስ ሓለፍና ዓብዪ ሓጎስ ክኸውን እዩ ሓንቲ ንሕና ግን ንናይ እንታይ እንዳጠመትና ኢና ንጸንሕ ጎይታ ክምለስ እዩ ሓደ መዓልቲ ጎይታ መጺኡ ክወስደና እዩ የሱስ ጎይታ እዩ ኣምላኽና ህያው እዩ ኢየሱስ ጎይታ እዩ ሎሚ ብኣምላኽ ምድሓና ባህ ክብለና ብኣምላኽ ምድሓና ደስ ክብለና ብኣምላኽ ምድሓና ደስ ክብለና ኢየሱስ ጎይታ እዩ መመሊስና ክንብርትዕ መመሊስና ክንወጽእ ናብቲ ምድሓና ዝኾነ ጎይታ ክንጥምት ኢየሱስ ጎይታ እዩ ንሱ ምስ መጸ መወዳእታ ክገብረሉ እዩ መወዳእታ እዩ ሽዑ ኢየሱስ ጎይታ እዩ ሎሚ እትሓልፎ ዘለኻ ዝኾነ ዓይነት መከራ መወዳእታ ኣለዎ መከራ መወዳእታ ዘይብሉ መከራ የለን ኢየሱስ ጎይታ እዩ እቲ ትሓልፎ ዘለኻ ኩሉስ እንታይ ኣለዎ? መወዳእታ ኣለዎ። ሓንትስ ናብ መን ንጠምት? ናብ ጎይታ የሱስ ጎይታ እዩ። ንሱ ክምለስ እዩ። ንሕና ነቶም ዝደቀሱ እንታይ ንገብሮም ኢና? ኣይንቕድሞም ኢና። ብሓንሳእ እንታይ ክንገብር ኢና? ንጎይታ ክንቀባበሎ ኢና። ተስፋ ኣለና። ስለዚ ነዚ ተስፋ ሒዝና ኢና እንታይ ንገብሮ? ንጸባበ። የሱስ ጎይታ እዩ። ሃሌሉያ!

መን ኣሎኸ ዘይዓረፈ መን ኣሎኸ እፎይ ዘይበለ ባኻ ሃሌሉያ ሃሌሉያ ኢየሱስ ክርስቶስ ጎይታ እዩ ሃሌሉያ ኣምላኽና ህያው እዩ ኣምላኽና ናይ ሰላም ኣምላኽ እዩ ናይ ዕረፍቲ ኣምላኽ እዩ ኢየሱስ ክርስቶስ ጎይታ እዩ ጎይታ ነመስግነካ ኣለና ንስኻ ኣምላኽና ስለ ዝኾንካ ተመስገን ምንጪ ሓጎስና ምንጪ ዕረፍትና ምንጪ ሰላምና ምንጪ ኩሉ ጽቡቕና ንስኻ ኢኻ እሞ ነመስግነካ ኣለና ካባኻ እዩ ኩሉ ሰናይ ኮይንልና እሞ ተመስገን ኣብ ህይወትና ብርሃን ይኹን ኢልካ ዘብረህኻ ንስኻ ኢኻ እሞ ነመስግነካ ኣብ ልዕሊ ነፍሲ ወከፍና እግዚኣብሔር ብርሃንካ ስለ ዘብረህኻ ነመስግነካ ኣለና ካብ ብርሃንካ ዝተላዕለ ብርሃን ምርኣይ ስለ ዝኾነልና ነመስግነካ ኣለና እግዚኣብሔር ሆይ ነመስግነካ ኣለና ኖ እግዚኣብሔር ኣምላኸይ እተ ናባኻ ምጥማት እግዚኣብሔር ሓይሊ ይህብ እሞ ነመስግነካ ኣለና

እዚ እዩ ኢሉ ኢየሱስ ጎይታ እዩ ቃል እግዚኣብሔር ግና ንዘለኣለም ይነብር ምናልባት ኩነታት ገለ ኩሉ ሓላፋይ ቃል እግዚኣብሔር ግን ኩሉ ግዜ ንዘለኣለም ዝነብር እዩ ኩሉ ግዜ እቲ ዝበሎ ዝኸውን ኣምላኽ ኢየሱስ ጎይታ እዩ እቲ ዝኾነ ዝበሎሲ ይኸውን ኢየሱስ ጎይታይ ሃሌሉያ ጎይታ ተመስገን ስለ ኩሉ ነገር ተባረኽ ብቃልካ ሓሊፍካ እግዚኣብሔር ኩሉ ግዜ ምፍዋስ ትገብር ኣምላኽ ኢኻ እሞ ተመስገን ሰናይ ዘለካ ኣምላኽ ኢኻ እሞ ተመስገን ስለ ኩሉ ነገር ተባረኽ ክብሪ ኩሉ ንዓኻ ይኹን ብስም የሱስ ኣሜን